መኣዲ ገዛና ኣነ ኣብ ፊት ኣቦይ ሕጽር ኣብ ዝበለት ካብ ጉንዲ ዳዕሮ ኣብ ዝተሰርሐት ዱኳ ኮፍ ኢለ ኣለኹ። ኣሓተይ ድማ ክልቲኤን ካብታ ናተይ ሕጽር ኣብ ዝበለት ክልተ ካብ ኣውሒ ዝተሰርሐ ዱኳታት ተኣርኒበን ኮፍ ኢለን ኣለዋ። ብግዳም ንዝመጽእ ሰብ ትርኢትና ብመደብ ቅርጺ መስቀል ንሰርሕ ኢልና ዝተበገስና ክመስሎ ይኽእል እዩ። ኣቦን ወድን ሓደ ሕንጻጽ፣ ካብ ሓንቲ ሓውቲ ናብታ ካልኣይቲ ሓውታ ዝኸይድ ሕንጻጽ ኣላጊብካ ቅርጺ መስቀል ክፍጠር ስለ ዝኽእል ኣብ ከምዚ ህሞት እንከለና ኣደይ ኣብ ብርኽ ዝበለት ሕንዝ ሕንዞራይ ዝሕብራ ጊባቦ ዝተኸዶመ ገዚፍ ጸሊም ጻሕሊ ካብ ዝተገመለ ሓርጭ ዕፉንን ጻዕዳ ስርናይን ዝተሰርሐት ውዕይቲ ገዓ ተቐሚጣ ኣብ ማእኸልና ዱብ ኣበለታ። ኣብ ወግዒ ገዛና ግርማ መኣዲ ንሑፍ ስለ ዝኾነ ዝጸንሓና ውኻዕኻዕ ገዲፍና ጸጥ በልና። ኣብ መኣዲ ምዝራብ ብዘይወግዓዊ መገዲ ዳርጋ ኩኑን እዩ። ምኽንያቱ መኣዲ መንፈስ ሰለስተ ስላሴ ስለ ዝሰፈኖ ብሓሳብ እውን ካባና ካብ ኣማኢት ምስጋናን መጎስን ክቕበሉ ብስውር ዓይኒ ስለ ዝኽተሉና ንኽብሮም ኢልካ ዕትብ ምባል ኣካል ወግዒ መኣድና እዩ። ኩሉ ዝህብ ኩሉ እውን ዝኸልእ ስላሴ እዩ ኢልና ስለ ንኣምን፣ እዚ በረከት እዚ እውን ስላሴ ዝሃቡና ሽሻይ ከም ምዃኑ መጠን ንኽብሮም ኣማዕቲብና ኢና ንገልጾ። ስለዚ ነቶም ኣብ ስእለ ኣእምሮና ዘለዉ ኩሉ ነገር ዝህቡን ዝኸልኡን ሰለስተ ጨሓማት ግርማት መለኮታውያን ኣቦታት ምእንቲ ክብረት ክስምዖም ኣብ ማይ ከም ዝኣተወ ተንጭዋ ጸጥ በልና። እምበር እኮ ዓባየይ ከም ዝመሃረትና እቶም ሰለስተ ሓደ እዮም። እቲ ንሕና ነምልኾ ኣምላኽ ሓደ እንገሎ ግን ብሰለስተ ኣጋባብ እዩ ዝግለጽ። ወልድ፣ ኣበው፣ መንፈስ ቅዱስ ኮይኑ ይግለጽ። እዚ ካብቲ መን ፈጠረካ ትብል ናይ ዓባየይ ትምህርቲ ብፍቕሪ ዝተቐበልናያ ቀንዲ መሰረት እምነትናን ክርስትናናን እያ። ኣደይ ካብ ውሻጠን ዝስዕቡ መባልዒታት ኣብ ምምጻእ ጌና ተጸሚዳ ድሕሪ ምጽናሕ፣ ሕጂ ኣብ ጎኒ ኣቦይ ኮፍ ብምባል፣ ንትሕዝቶ መቐርሰሚቶን ጣሳኣን እናካወሰት ኣብ ምምሻው ተጸሚዳ ኣላ። መቐርሰሚቶ ካብ ካይላ ትስራሕ፣ ቀባእባእ ትብል፣ ንግዚኡ ኣብ ገዛ ንዝሃልኽ ክልተ ጠስሚ መትሓዚ ትኸውን። ብታሕቲ ክብብ ዝበለት ብላዕሊ ድማ ሓላቕ ክሳድ ዘለዋ በዓልቲ ግፍሕ ዝበለ ኣፍ እያ። መብዛሕትኡ እዋን ካብ ላኻ ወይ ድማ ካብ ቆርበት ኣብ ዝስራሕ መሻዕሊብ እተባህለ ኣብ ስንቂ ዝንጥልጠል መቐመጢ ተኾድጫ ትነብር ምጭው ተቕሓ እያ። ዳርጋ ንናይ ነቢት ፊያስኩ እውን ዝመስል ቅርጺ ኣለዋ። እታ ጣሳ ድማ ብተመሳሳሊ ካብ ካይላ ትስራሕ ከባብ ዕትሮ መሰል ኮይና ኣብ ላዕሊ ግን ክሳዳ ዘይትፈለያ ብዘለዋ ክፍኣት እያ። ክልቲኤን ካብ ሓመድ ዝተሰርሓ ስለ ዝኾና ብቐሊል ምስ ምቅይያር ኩነታት ኣየር መጠን ኣካላዊ ሙቐትን ዝለዋወጣ ኣይኮነን። ሙቐትን ሓያል ብርሃንን ንነገራት ቀመማዊ ጠባያቶም ዘለውዎ ሓይልታት ተፈጥሮ ስለ ዝኾኑ ኣብዘን ክልተ ኣቑሑ እዚኣተን ዝተነብሩ ዝብልዑ ነገራት ናይ ምብልሻው ተኽእሎም ጸቢብ እዩ። እቲ ኣብ ጣሳ ዝቕመጥ ርግኦን ኣጅቦን ብኣጋ ኣይምጸጽን እዩ ወይ እውን ኣይምዕርን። ብተመሳሳሊ ኣብ መቐር ሰሚቶ ዝቕመጥ ኩሉስ ጠስሚ እውን ኣይህድህድን። ቃንኡ ብቐሊል ኣይልወጥን። እቲ ነቶም ቀመማዊ ባህሪ ናይ ከም በዓል ጠስሚ ዝኣመሰሉ ፈሰስቲ ነገራት ክልውጡ ዝኽእሉ ባክተርያታት ኣብ ከም በዓል መቐር ሰሚቶ ክነብሩ ፍጹም ኣይምሸኦምን እዩ። ብኣጋሚ ምስ ዝመጽእ ኹነታት ኣየር ብቐሊል ዓቐን ሙቐትን ስለ ዝለዋወጥ ነቶም ምስ ምውዓይን ምዝሓልን ክበዝሑን ክውሕዱን ዝኽእሉ ኣባላሸውቲ ተሃዋስያን ቦታ ዝህብ ኣይኮነን። በዚ ምህዞ እዚ እናስተንተንኩ ድማ'ያ ነዚ መኣዲ ዝጅምራ ዘለኹ። ኣደይ እምበኣር ስራሓ ጀሚራ ኣላ። ሓደ ገዚፍ ካብ ዕንጨይቲ መሰቋ ዝተሰርሐ መኾስ ኣምጺኣ፣ ነቲ ገና ሃፋኣ ዘይወደአት ውዑይ ትግዓት ኣብ ማእከል ዓይና ኣውጽኣትላ። ኣብታ ዓሚቝ ዓይኒ ድማ መቐርሰሚቶ ኣቕንና ኣቢላ ነቲ ሒዝዎ ብዝነበረ ጥዑም ዝጨናኦ ቀመማት ተሰንዩ ምራቕ ካዘንዝዕ ጠስሚ ዕልው ኣበለቶ። ጽንሑ ደኣ በርበረን ጨውን ረሲዐ ብምባል ድማ ብድድ ኢላ ንውሽጢ ሓለፈት። ክሳዕ ትምለስ ኣፍና ብምራቕ መዓንጣና ድማ ገዓት ጠስሚ ተቐቢሎም ምትርትር ከብልዎ እጅግኦም ብዘሰብሰቡ መሕቐቕቲ ቀመማት ምልእ በሉ። ኣደይ ብሰንከ ብርቱዕ ሙቐትን ውሻጠን ሃፋውዒ ገዓትን ተሸልቢባ ስለ ዝነበረት፣ ገጻ ብሓፈሽኡ፣ ከባቢ ሶርናኣ ድማ ብፍላይ ብረሃጽ ተላሃላህ ኢላ ዝነበረት። ንዓና ጥዑም ንምምጋብ ግን እዚ ኢልካ ክትገልጾ ዘይትኽእል ኒሕ እዩ ዘሎ። እትገብሮ ንትሃልኮን ምስቲ ንሕና በሊዕና እነጉስዖ ኣናጻጺራ ክትሪኦ እንከላ ድኻማ ፍጹም ዋጋ ከም ዘይብሉ እያ ትቆጽሮ። ምስክነይቲ ወላዲተይ እምበኣር ተመሊሳ ነቲ ዓይኒ ገዓት ብሸውዓተ ቀመማት ዝተዳለወ ኣዝዩ ቀይሕ ዝሕብሩ በርበረን ጥሑንን ጨውን መጢና ደርገመትሉ። ወዮ ጨና መመሊሱ ጠዓመ። ክንበልዕ ናይ ምድላይ ምህወስታና ድማ ልክዕ ከምኡ እምብዛ ወሰኸ። ቅርጺ'ዛ ገዓት ልክዕ ከምዚ ኣብ ማእከል ስጣሕ ጎልጎል ብውሕልነት ዝተሃንጸ ሓጺብ መሰለ። ንምብላዕ ድማ ድሉዋት ኰንና። ኣደይ ንፈለማ እዋን ብርኪ ዓጸፈት። በይና ንዝሰርሐቶ መግቢ ሕጂ በይና ከም ዘይትበልዖን ሓነኹ ኵላትናን ከም ዝዀንና ብወስታ ኢዳ ኣረጋገጸት። ኣቦይ ነቲ ተቐሪቡ ዘሎ መኣዲ ክባርኾ ምዕዒ በለ። ባሪኽካን ቀዲስካን ሃበና፣ ኢሉ ብምጅማር ኣቡነ ዘሰማያት ደገመ። ብትሑት ድምጺ ንሕና እውን ተጸንቢርናዮ ኢና ጸኒሕና። ኵላትና ብሓባር። ኣሜን ድሕሪ ብምድማፅ ድማ ኣዒንትና ከፊትና ዓይንና ናብ ኣእዳው ኣቦይ ኣማዕደና። ሕጂ እውን ስነ ስርዓት መኣዲ ኣይተወድእን ዝተረፈት ነገር ኣላ። ኩሉ ግዜ ኣብ መኣዲ ክንከብብ ከለና ድሕሪ ጸሎትን ባርኾትን ብቐጥታ ኢድና ሰዲድና ምምጋብ ኣይንጅምርን ኢና። ካብ ኢድ ኣቦይ ቁራስ ወይ ኩላሶ ክንቅበል ኣለና። እዚ ዘይልወጥ ወግዒ መኣድና እዩ። ነቲ ሰማያዊ ኣቦ ከነመስግን ጸኒሕና ሕጂ ድማ ነዚ ናይዚ ምድርና ናይዛ ስጋን ኣቦ ኣኽብሮት ንምሃብ ካብ ኢዱ ባርኾት ክንቅበል ኣለና። በዚ ድማ ኢና ናብ ኢድ ወላዲና እነቋመት ዘለና። ነዚ ዝተረድእ ኣቦይ ድማ ካብ ትግዓት ንእስ ንእስ ዝበለ ከክንዲ ማእኸሎት ፍረ ኹመል ዝኾና ክብታት እናሰርሐ ቀዲሙ ኣብቲ ጠስሚ ድሒሩ ድማ ኣብቲ ነቲ ገዓት ከቢብዎ ዘሎ ሓፊስ ርግኦ እናጠዓመ ኾለሰና። ቅድሚ ንኣደይ ጸኒሑ ንዓይ ከምኡ እናበለ ናብ ኣሓተይ ሰገረ። ገዓት ኣደይ መቸስ እንድዒ ከኣ እምበር መዋዳድርቲ ዝህልዎ ኣይመስለንን። ኣዝዩ ጥዑም እዩ። ጣዕሚ ኩሉስ ጠስሚ ብጻዕዳ ሽጉርቲ ዝተመልኤ ሓፊስ ርግኦ፣ ቁሙም በርበረ፣ ኢድ ኣደይ ተሓዋዊስዎ መጸለል ዝኾነ መቐረት'ዩ ፈጢሩ። ካብ ጎኒ እቲ ገዓት ክቢ ክቢ እናሰራሕና መጀመርታ ናብቲ ጠስሚ ድሕሪኡ ናብቲ ርግኦ እናጥለቕና ሓመድ ኢና ንገብሮ ዘለና። ኣየ'ባ ክጥዕም! ብሓቂ መጸለል ከምዚ ብዝኣመሰለ ኣገባብ ወወንና እናፈግፈጉና ነዛ ገዓት እምባ ተኺሎምሰልናያ እናሓለቐት ብዝኸደት ክትወድቕ ስለ ትኽእል ምስ ወደቐት ድማ እቲ ጠስሚ ናብ ሓደ ወገን ገጹ ከይፈስስ ስክፍታ ስለ ዝፍጠር ኣደይ እስከ ጽንሑ ክነፍርሶ ብምባል ሞኸስ ተጠቂማ ድርዕምዕም ኣበለታ። ጠስምን በርበረን ርግኦን ገዓትን ሓዋወሶቶ። ብብዓይነቱ ሕብርታት መቐረት እንተሳንዮም ብትርኢት ይኹን ብጣዕሚ ፍሉይ ነገር ፈጠሮም። ክትበልዕ ከለኻ ድማ ስኽፍ ከይበለካ ተላህዮ። በሊዕና ክንደይ እኳ ጥዑም መግቢ! ኢድ ወላዲተይ ይባረኽ። ሕጂ እውን ዝተረፈ ውግዒ መኣዲ ኣሎ። ኣገባብ ምልዓል መኣዲ ዳርጋ መስታን ክንድን ምፍዋን መኣዲ፣ ቅልጣፈን ድግምጋምን፣ ኣባላዕና እናዝሓለ ስለ ዝኸደ ኣደይ ኣቶም ብልዕባ ሞዓልኩም ደይኮነን ግዲ ብሓደ ኣፊት ብልዕ እስከብሉ እናበለት ነቲ ብወገና ዝነበረ ብጠስምን ርግኦን ቀባእባእ ዝበለ ገዓት በቲ መኾስ ገይራ ናባና ወገን ኣበለቶ ኣቦይ እውን ብተመሳሳሊ ብልዕቱም ደቂ ዘይበልዐ ናይ መንዐ እኳ ድበሃል ናይ ንኣሽቱ ገይርኩም ብልዑ ንዓና ድማ ኣይትረኣዩ ዝበላዕናዮ መዓስ ውሒዱ ኩላትና ድማ ናብ ወፍሪ ስለ ዝኾናስ ስምዕዋ ነደኹም ብልዑ ብምባል ከብዲ ምላሽ ክንበልዕ ሓዊሱ ቀሰበና። መግቢ ምብኻን ወግዒ ገዛና ቅቡል ከም ዘይኮነ ኩላትና ንፈልጥ ኢና። እኽሊ ካብ ዝባላሾ ሰብ ይባላሾ ትብል ጥቕሲ እውን ነዚ ተራጉድ ግዲ ኮይና ኣብ መዓልታዊ ህይወትና ብተደጋጋሚ ንሰምዓ ኢና። እወ ሓቂ ተዛሪብካ ኣቦይ ኢለ ደገፈይ ብምግላጽ ድማ ንወየን ሓተይ ኣነ እውን ሓውሲ ጸቕጢ ገበርኩለን። ቃለይ ንዘይምዕባር ድማ ወይስ ገለ ተረፍ በቲ ነይርዎን ኮይነን ደኒነን ስሕብ ስሕብ ኣበላ። ከም ድሌት ናይ ኣቦይን ኣደይን ኮነ ነቲ ጻሕሊ ዳርጋ ኣጻፈፍናዮ። ኣብ ከምዚ ኩነታት እንከለና ሃንደበት እባ ክሓተካ ኣቦይ በለት ኣይግዳ ግምጃ ሓብተይ። እሂ ግምጃ እስከ በሊ ብምባል ንኽትሓትት ትብዓት ሃባ። እንታይ ኢኹም እባ ንስኹም ጥራይ ብልዑ እምበር ንሕናስ ደሓን እናበልኩም ነዚ ብዙሕን ጥዑምን ዘይምብላዕ ሸለል መለል ትብልዎ ዶ ኣለኹም? ዝያዳ እናሰራሕኹምሲ ኣታ ኣቦይ ኦይ ክትቅንየልና እባ ጠጥዑ ምብላዕ ብምባል ብናይ ሓልዮት ቃና ርእይቶኣን ሕቶኣን ሃበት። ኩላትና በቲ ውሕለል ኣቀራርባ ሓሳብ ባህ በለና። ከም ትሓሊ፣ ሓሳባታ ከም ትውድን፣ ተቢዓ ዝመስላ ከም እትዛረብን መረጋገጺ ስለ ዝኾነና ድማ ባህ በለና። ኣቦይ ዝያዳ ኩላትና ሰሓቐ። ብዙሕ ምስ ስሕቕ እተን ደቀቕቲ ኣዒንቱ ንውሽጢ ስለ ዝጠልቃ ኣብ ክንዲ ምቁንጻብ ፍጹም ህልም እየን ዝብላ። የሰክፋኦ ግዲ ኮይነን ድማ ሓውሲ ብኣእዳዉ ኩልውል ኣቢሉ እዩ ዝስሕቕ። እምበር ዝወጾ ዘይብሉ ግሩም ሰብኣይ እዩ። ናብ ቀይሕ ዝዛዘወ ከደራይ ሕብሪ ቆርበቱ፣ ልምሽ ዝበለ ስብየት ዘር ዘበለን ጸጉሪ ርእሱ፣ ግርማ ኣንበሳ ዝህቦ ዳርጋ ንምሉእ ገጹ ዝሽፍን ዱር ጭሕሙ፣ ስፍሕ ንፍሕ ዝበለ ደረቱን ኣላሊምካ ክትጥምቶ እንከለኻ በዓል ሻም ሰብኣይ እዩ። ካብ ከምዚ ዝተበገሰ ከይከውን ኣደይ ንዝዝፈተወቶ ውሉዳ፣ ንኣቦይ ድመስል ኣቦኡ ብንእሽተይ እንከሎ ንዒ ድመስል ነይሩ እናበለት እያ ትገልጾ። ኣብ ዓድና ሰበይቲ ንበዓልቲ ቤታ ብቑሉዕ ከም እትፈትዎ ኣይትገልጽን እያ። ፍቕራ እንተግሂዳ ዘሎ ውርደት ቀሊል ኣይኮነን። እዛ ፈኳስ፣ እዛ ኾሻም፣ እዛ ዘይትሓንኽ ካልእን ዝብሉ ኣጸየንቲ ኣበሃህላ በዝን በትን እዮም ወረር ወረር ዝብልዋ። ካብ ካልእ ዘይኮነስ ካብ ኩለን መቕረብታን ደቂ ዓዳን። እዚ ድማ የፍርሓን የሰክፋን እሞ ጉዳይ ምግላጽ ፍቕሪ ናይ ሰብኣይን ሰበይትን ንሕልፈቱ ብሱቱር ተታሒዙ እዩ ዝሓልፍ። እቲ ሰብኣይ እውን ከምኡ። ስም በዓልቲ ቤቱ ደጋጊሙ ካብ ምጥቃስ ቁጥብ ክብል ብዘይ ምኽንያት ከይነኣድ ከየተባብዕ ዕያ ጥንቅቕ ምባል የድሊ። እንተዘይኮይኑ ብስላዕ ዘይኮነስ በቶም ካብ መዛንኻ ድሕሪ ምምሕዳግ ደድሕረኻ ብዝስንደዉ ናይ ሕሾኽታ ቃላት ክትልብለብ ኢኻ። ኮሸምሸም ኣብ ዓድና ቦታ የብሉን ኮይኑ ኣይኮነን ኣብ ርኡይ ምኽንያት ዘለዎ ኣጋጣሚ ስም ቀይጠቐስካ ምስ ስም ናይ በኹሪ ወዳ ወይ በኹሪ ጓላ ኣላጊብካ ኣደ እገለ ወይ ኣደ እገሊት እያ ዐዊታትኒ ሎሚ ብምባል ሞሳ ክትህበን ከም ትምጉሰንን ይከኣል ይኸውን እዩ። ዛፋ ሽኮር፣ ሃብተማርያም ግሩም እናበልካ ሽልከፍገፍ ግን ኣበደን ነዚኤን ክትብለን እንተ ደፊርካ ንስኻ ዘይወደቦታቱ ንሳ ድማ ዘይጓልነታታይ ዘምስል። ኣቦይ ሓጺር ስሓቕ ይስሕቕ ኣሎ፣ ነዊሕ ስሓቕ ክስሕቕ እውን ኣይክእልን እዩ፣ እታ ምስ ነዊሕ ስሓቕ ተመኹልያ ትመጾ ሰዓል፣ ትኽትኽ ኣቢላ ትንፋሱ ክትሐልፎ ስለ ትደሊ፣ ንሕና እውን ነዊሕ ሰሓቕ ክነስሕቖ ኢልና ኣይንመርጽን ኢና። ዕብስ ስለ ተብሎ፣ እትረፈኒ ጸወታኹም ክብለና እውን ይዝከረኒ እዩ። በቲ ድዩ በዚ ጊምጃ ስሒቓቶ ኣላ። ግደ ሓቂ፣ ኣወጻጽኣ ቃላታን ሰለምለም ኣዒንታን ድማ ዘየስሕቕ ኣይኮነን። ብፍላይ ንኣቦይ ኩልንትናኣ እዩ ዘስሕቖ። ኣቦይ ሕጽር ኣቢሉ ስሒቑ እሞ ነቲ መልሲ ግን ናብ ኣደይ ገጹ ስንድው ኣቢልዎ፣ ዓመት ምልዓል መኣዲ ክገብር ተማሕጸነ። ሃየ እስከ ዛፉ መልሲ ሃቢ ኢልዋ ድማ ናብ ኣደይ ኣመልከተ። ግምጃ ጓለይ ሰብ ኣብ ከምዚ ናህና ዕድመ እንተበጺሑ ብዙሕ ክበልዕ ሸውሃት የብሉን እንተበልዐ ድማ ህውፅፅ ይደብሎ እኸብደና ብፍላይ ድማ ከምዚ ኣሰል ጥልጥል ፅዒድናን ዝበዝሖ እንተኮይኑ ኣምዑትና ኣይሽከሞን እዩ ኣቦኾ ድማ ኣቦኾም እዮም ብልዑ ደኣ ብልዑ እናበሉ ደብልዑኹም ብምባል ጽቡቕ መልሲ ኣቕረበት። ኣነ ድማ ብወገነይ እወደይ ጽቡቕ ኣላ ትኽክል መልሲ ሂባ። ቅድሚ ቀዳድም ጥዑይ መግቢ ማለት ጥዑም መግቢ ማለት ኣይኮነን። ጠስሚ፣ ስቡሕ ስጋ፣ ብዝሒ ዘይቲ፣ ሽኮር ዝጥዕም መግብታት መንደቕ ናይ መዓላጡና ዝተናኽፍ ኣሲዳዊ ጠባይ ዘለዎም ቀመማት እዩ። ከም በዓል ሕሞር ዝኣመሰሉ ምብዛ መጽጽቲ ነገራት ካልኦትን ምስ ምውሳኽ ዕድመ ጥንቃ ክግበረሎም ኣለዎ። ህልው ኩነታታት ጥዕናኻ ምስ በላዕኻዮም ዝስምዑኻ ናይ ውሽጢ ቀጨውጨው ምስ ዝህልዉ ምውጋዶም ንዝሓይሽ ክኸውን ይኽእል እዩ ብምባል ንመልሰደይ ናብ ሓውሲ ስነ ፍልጠት ገጸይ ወሰድክዎ። እታ ዘይትሐልፍ ጸቓጥ ለተብርሃን ግን ኣብ ጎነይ ኣላ። ሓውሲ ሕድስ ዝበለ ሓሳብ ምስ ሃብካ፣ ናብዛ ለተብርሃን እተበሃለት መንፈስ ገጽካ ኢኻ ትቕንን። ከም ግምተይ ድማ ኮነ። ኣንታ ሃንስ ሓወይ፣ እዚ ምሁሮ ናይ ኣስመራስ ገለ ክተምጸልንያ። ሕጅስ ከኣ ጠጥዑ መይቶብልዑ ወይ ጉድ እንታይ ደኣ ክንበልዕ ድሊኻና ተቐዘፍ። በለትኒ እናሰሓቐት። ኣብ ዓድና ብፍላይ ብሓፈሻ ድማ ኣብ ከባቢታት ሸውዓተ ዓንሰባ ማለት ምዕራባዊ ሓማሴን እቲ ጸርፍን መርገምን ብኸምቲ ካብ ኣፍ ሰብ ዝወጽእ ኣይኮነን ዝትርጎም። ሓደ ቅዲ ናይ ኣዘራርባ እዩ። ለተብርሃን ሓውተይ ድማ ክቕጸፍ ፈጺማ ኣይትሓስቦን እያ። ህይወታ ኣብ ክንዲ ህይወተይ ክትሓልፈለይ ድልውቲ ምዃና ኣጥዔየ ዝፈልጥ። ኣነ እውን ድሕሪ ለተብርሃን ሓውተይ ህይወተይ ትርጉም ስለ ዘይህልዎ ንዓዓ ኣድሒነኣ ንክሓልፍ ዕጥጥ ዝብለኒ ዝማትኣሉን ውሳነ ኣይኮነን። ስለዚ ዓንሰቦቶት ንዓባታ ተኸፊእካ ኣኽፊእኻና ብጥምየት ከይትመውት እንጌራ ብላዕ እንተበሉኻ ክትከፍእ ደልዮምኻ ዘይኮኑስ ብኣንጻሩ ክትዕንገል እሞ ሓይልኻ ምእንቲ ክሕደስ እዩ ከምኡ ዝብሉኻ። እምበር ካብቶም ካልኦት ተዛረብቲ ትግርኛ ዝተፈልየ ዘርእን ሓረግን ወለዶን የብሎምን። እቲ ለሃጃ ኣዘራርባን ግን ንሱ'ዩ። ከም እንሰምዖን ዝነገረናን እቲ ዘርእን ሓረግ ወለዶን ናይቶም ዝበዝሑ ዓንሰቦታት ምስቶም ኣብ ምራጉስ፣ ኣብ ሽመጃና፣ ኣብ መረታ ሰበነ ዝነብሩ ናይ ስጋ ኣሕዋቶም ዘየራኽብ ኣይኮነን። ኣብ ጫፍ ናይቲ ብብዝሒ ተዛራቢ ትግርኛ ዝንበረሉ ከባቢታት ስለ ዝቕመጡ፣ ምስ ተዛረብቲ ካልእ ቋንቋታት ዝያዳ ካልኦት ስለ ዝራኸቡን ግን ምስ ምንዋሕ ግዜን ዝተሓላለኹ ማሕበራዊ ርክባትን ምልውዋጥ ናይ ቃና ስዒቡ ዝክኸውን ዝኽእል እዩ። ስለዚ ቃና ለተብርሃን ሓውተይ ኣብዚ ስነ ቋንቋ ማዕዳዊ ኮይንካ ክረኣ ዘለዎ እዩ። እሞ ንምግላጽ ወላዲተይ ብዓይኒ ስነ ፍልጠት ሕክምና እናጠመትኩ ከርትዖ ኣለኒ። እዚ ኩሉ ኣብ ኣስመራ ተሓይበ ሓለፋ ኣሕዋተይ ዝረኸብኩዎ ዕድል እውን ኣብ ዕላል መኣድና ምልከት ክህቦ ኣለዎ። ዝያዳ ምፍላጥ ዝያዳ ሓላፍነት ስለ ዘሰክም ምስ መዓልታዊ ህይወተይ ወለደየ ተሓይዘ ብደቂቕ መታቲረ ሓድሽ ሓሳብ ክኾልስ ጽቡቕ ዕድል ረኺበ ኣለኹ። ለቲሽ መቸም ምስ ሓመም ከቦይ ፈረስ ለጒሙ ንሕክምና ዓዲ ንኣምን ምስ ወሰደኪ ምሒረኺ ዝበልኪ ሓደ እዋን፣ ሓቂ ዶ ሓሶት? ብምባል ሕቶ ኣቕረብኩላ። እዋይ! እዋይ! እታ ተካሊት ሕማም እቲኣስ ኣይትዘክራ፣ ዋእ! እንቋዕ ጥራይ ሓለፈት። እታ ናይታ መዓልቲ እቲኣ ሓኪም ኣብ ትሕቲ ፈጣሪ ህይወተይ ኣውዒሉለይ እሞ ብዘይ ጥርጥር ሓቂ ተዛረብካ ክትብል መለሰት። ኣዴ እውን ከምኡ እዋይ እቲ ሓኪምትን ማርያም ጽዮን ድገበረልና ደኣሞ ኣይስቕ እስከ በል ብምባል ደገፍ ሃበት። ስለዚ ብ ሕክምና ካብ ኣመንክን ሕጂ ድማ ናይ ሕክምና ክዛረብ እየ እሞ ትቕበላኒ ትኾና ብምባል ኣብ ዝተላሳለሰ ግራት ሓሳባተይ ክዘረ ነቐልኩ። ለትሽዓብተይ መግቢ ጉጅለታት ኣለዎ። ጸገንቲ፣ ፈወስቲ፣ መስባሕቲ፣ ወሃብቲ ሓይሊ እናተባህሉ ድማ ክጥቀሱ ይኽእሉ። ጸገንቲ ዝበሃሉ ጥረምረ ማለት እዞም ብመልክዕ ሽሮ፣ ትምትሞ፣ ቆሎ፣ ጥጥቖ፣ ሕልበት ካልኦን እንበልዖም ዓይነት መግብታት እዮም። ምሉእ ብምሉእ ድማ ወሃብቲ ጥዕና እዮም። እታ ካብኣቶም ዝርከብ መኣዛታት ብዙሕ ናብ ስብሒ ዘይልወጥ ናብ ምስባሕ ገጹ ይወስድ እዩ። ኣብዚ ሎሚ ሎምስ ካብ ከምዚኣቶም ዝኣመስሉ ጥረ ጸባ እውን ክስራሕ ጀሚሩ ኣሎ። ብብዝሒ መንገድታት ነቲ ካብ እንስሳታት ዝርከብ ጸባ እውን ይበልጾ እዩ ዝብሉ ክኢላታት ጥዕና እውን ኣለዉ። ኣካላትና ብዝተፈላለየ መንገዲ ክጉዳእ ከሎ ድማ ንዝሞቱ ዋህዮታት ከም ቅጽበት እናተክኡ ይጽገኑ። እቲ ካልኣይ ዓይነት ጉጅለ መግቢ ድማ ምስ ፍረታት ናይ ሞሮር ናይ ገዛን ዝተዛመደ እዩ። ፍረታት ንኣካላትና ኣገደስትን ጥዕናን ዝህቡ ቫይታሚን ይህብዎ። ገሊኦም ካብ ሰዓል፣ ገሊኦም ካብ ረኽስን መንሽሮታትን፣ ገሊኦም ድማ ካብ ተባላዕትን ሕዱራት ሕማማት ልክዕ ከም ክኒኛ ኮይኖም ንኣካላትና ናብ ፈውሲ እናለወጡ ይሕክምዎ። ኣሕምልቲ እውን ምስ ዝምድብ እዮም ዝስርዑ። ቫይታሚናት ይህቡ። ኣብ ርእሱ ድማ በቲ ኣብ ኣካላቶም ዘሎ ልሕፅታትን ፅሕግታትን ኣቢሎም መዓናጡና ጨጎራናን ከም ዝጥዕ ይገብሩ። ኣብ ኣካላትና ዝኽዘን ዘስብሕ ዘመንጉድ ዘኸርሽን ስብሕታት ድማ የብሎምን። ንኽትሕቕቖም ድማ ኣሸገርቲ ኣይኮኑን። ስለዚ ምስ ምድፋእ ዕድመ እዞም መግብታት እዚኣቶም ተደለይቲ እዮም። እቲ ካልእ ጉጅለ ከምዚ ሎሚ ንግሆ ዝቖረስናዮ ክብድ ክብድ ዝበለ መግብታት ዝምደብ እዩ። እዞም ዓይነታት መግብታት እዚኦም ብፍላይ ሰውነት ንዘየንቀሳቕስ ሰብ ኣግጀፍቲ እዮም። ናብ ስብሒ ስለ ዝልወጡ ኣብ ሰውነትና ይኽዘኑ እሞ ነቲ ደምና ብግቡእ ከም ዘይዛወር ይገብርዎ። ንልቢ እውን ሰኸም ስራሕ የውስኹላ። እናዓበና ክንከይድ ከለና ድማ ከም ሽኮር፣ ጸቕጢ ደም፣ ሕማማት ልቢ፣ ሕማማት መዓናጡ እናዞሩልና ይኸዱ። ስለዚ ብፍላይ ከምዚ ናይ በዓል ኣቦይ ዕድመ ድፍእ እናበልና ምስ ክንኸይድ ካብ ስራሕን ገልጠምጠምን እውን ሰኣን ኣኻእሎና እናረሓቕና ስለ ንኸይድ እዞም መግብታት እዚኣቶም ብሓፈሻ ብፍላይ ድማ ቅብኣታትን ስቡሕ ስጋን ብሓምሊ ጥረምረን እንተለወጡ ይሓይሽ ምስ በልኩ ግምጂ ሓብተይ እዋ ኣንታ ራዮ እዋ ሕጅስ ከኣ ከም መናቲልን ወዓጉን ናብ ሓምልን ሳዕርን ቋርፉ መሮርኒ ኺዱ ትብለና ኣለኻ ኦይ ኦይ ጣዓኻ ናያኒ ብምባል ኮለፈትኒ ሕጂ እውን ከምቲ ልሙድ ካብዚ መስሓቕን ሓውተይ ዘረባ ስው ስለ ዝበለ ሰሓቕና። ኣንቲ ግምጃ ጓለይ ቁሩብ ዶ ይተዋህልሊ ካን ኮይንኪ ቺነማ ኮንኪ ክትነብሪ እዋይ ጉድ ተማሃሩ እናመሃረናስ ብሓደ ኣፊቱ ኣዋህልል ድኣብል እዛ ጓለይ ብምባል ኣቦይ እውን ተሓወሰና ናይ ግምጃ ሓብተይ ፅላኢ ኣይኮነን መማቕርቲ እዩ ኣዴ'ውን ጓላ ከይትደሃል ብምባል'ያ መስለኒ። ሕተቲ ደኣ ግምጃ ጓለይ። ምስ ከደ'ኮ ኣበይ ክትረኽብዮ ኮይንኪ ኢኺ? እምበር እዛ ድበላ ደሎስ ሓቂ'ዩ። ኣነ ናይ ጥላለት እንተ በሊዐ እዛ መዓናጠይ ሓዊ ተዃዒዋ'ያ ትውዕል። ኒድድየ ድብል። ከም ሓምሊ ድመስል እንተኾነ ግን ኣብዚ ሎም ሎሚ ኣይከብደንን ወረበህ እዩ ዝብለኒ ብምባል ናይ ወራዙት ጌራ ንግምጃ ምስ መኸረታ ኣቦይ ድማ ክደናይ ደኣ ግበር ግበር ጽቡቕ ኢኻ ደለኻ ኩለን እዘን ድበልካየን ሓቂ እየን ኢሉ ንክቕጽል ፍቓድ ሃበኒ ኣደይ ግን ወፍሪ ከም ደለኩም ኣይትረስዑ ደኣ ሳዕስዑ እሞ ሓዳርካ ኣይትረስዕ ድዩ ድበሃል ብምባል ኣዘኻኸረትና እወለ ኣደይ ጽቡቕ ኣላ ክንወፍር ኢና እዚኣ ግን ኣገዳሲ ስለ ዝኾነ ክውድኣ እየ በልኩ።
ነርክበሉ ኢና ጸላኢ ካብ ኮለፍ ኪደናይ ደኣ ንመሃር ኣለና። ናይ ኣቦይ ደገፍ እዩ ከም ናብ ምርጓድ ገጹ ስለ ዝኸደን ዕርቂ ዝበሃል ሕማም ድማ ኣብ ሰሎፍን ካልእ ክፋላት መሓውሩን ንዝርከቡ ጭዋዳዳቱ እናጥቀዐ ቃንዛ ክገብረሉ ስለ ዝጀመረን ድማ እዚ ጉዳይ ኣገዲስዎ ኣሎ። ምኽንያቱ ካብ ናይ ከብቲ ስጋ ዝርከብ ኣስኮርቢክ ኣሲድ እተባህለ ቀመም ጠንቂ ናይዚ ከምዚ ዓይነት ጸገማት ክኸውን ይኽእል'ዩ ዝብል ግምት ስለ ዝነበረኒ ተገዲሱ ክሰምዖ ደልየዮ ኣለኹ። ዕድሚኡ ልዕሊ ስሳ ዓመት ስለ ዝኾነ ምንቅስቓሳቱ ክድረት ብኡኣቢሉ ድማ ስብሒ ክለግቦ ናይ ምሕቓቕ ሓይሉ ክዳኸም ቃንዛ ጭዋዳታቱ እውን ቀጻሊ ከሸግሮ ስለ ዝኽእል፣ ኣነ ድማ ኣብ ጥቕኡ ስለ ዘየለኹ እታ ዕድል ሕጂ'ያ ኢለ ስለ ዝኣመንኩ'የ ዘርዚረ ዝዛረብ ዘለኹ። ስድራይ'ውን ዳርጋ ዝተረድኦም ይመስሉ ኣለዉ። ንግምጃ ሓውተይ ድማ ክምልሰላ ነይሩኒ። ወዓጋትን ካልኦት እንስሳታትን ዘገዳም ኣብ በረኻ ዝበልዕዎ ፍረ ሞሮርናይ ከም በዓል ዳዕሮ፣ ጮቑምጠ፣ መሰቆ፣ ሓበነ፣ ኩመል፣ ዓየ መጨጮ ኣውሒ ዜጥ ሓበነ ዓንቋ ቀለልቲ ከይመስለኪ ብምባል ዘብ ምእረባይ ጀመርኩ። ኣብዚ ዓዲ እሞ ድማ ኣብዚ ሰዓት እዚ ኣርሒቕካ ናብ ከም በዓል ዒላበርዕድ ዝኣመሰሉ ፍረታት ዝፈርዩሉ ቦታታት ኬድካ ኢኻ ኣራንሺ፣ ለሚን፣ ማንጎ፣ ዘይትቡን ይኹን ካልእ ዝግዛእ ዘሎ። እዚ ድማ ዳርጋ መንገዲ መዓልቲ እዩ። ጎልጎል ጻቅጻቃ ወዲእኻ ንዕዛር ተጠዊኻ ንዓዲ ንኣምን ንየማን ገዲፍኪ ዓቐበት ደጉሓ ወጺእኺ ናይ ደቂ ዘርኡ ጎልጎል ሸሸርኡ ቆሪጽኪ ካብኡ ንደርሰናይ ሓሊፍኪ ንዓዲ እስላም ማይ ደረስ ንምብራቕ ገዲፍኪ ብብርዕና ጌርኪ ንብሙሉኦም ዓድታት ዓንሰባ ለመጨሊ ቆራሪጽኪ ካብ እንዳ ደንዳነ ፍረታት ተሰኪምኪ ክትምለሲ ከቢድ እዩ። ከምኡ መገዲ ደቂ ሸሓይ መቐርካ ደቂ ዳሽም ወዲእኺ ካብ ዘላ ኣብ ዕዳጋ ብዝባን ኣድጊ ካብ ዝመጽእ ክትዕድጉ እውን ኮለል እዩ ምስ በልኩ ለተብርሃን ሓብተይ ኣንታ ክንደይ ኢኻ ነፊዕኻ ደለኻ እዚ ኹሉ ዓድታት ናይ ዓንሰባ ብዓንሰባ ከም ከብዲ ኢልካ ፈሊጥካዮ እስከ በል ከመይ ኣቢልና ፍረታት ንረክብ ሓሳብ ሃበና እምበር ኣነስ ኣራንሺ ክፈቱ ጉድ እየ ኣቦይ ይፈልጥ እዩ ሕማም ኣራንሺ ከም ደለኒ ኢላ ንመጀመርታ ግዜ ናይ ግምጃ ናይ ዋዛ ቦታ ሓዘት እወ ፈልጥ መለሰ ኣቦይ ኣደይን ግምጃን ከምኡ ብዘረባ ለተብርሃን ፍሽኽ ፍሽኽ ደኣ በላ እቶም ቁራፍ መሮር እውን ፍረታት ምዃኖም ንስድራይ ዘርዚረ ኣረዳእኹዎም። ኣብ እዋን ሓጋይ በዓል ዳዕሮ፣ ጭቖምጠ፣ ሓበነ፣ መሰንቆ፣ መጪጮ፣ ዜጦ፣ ዓጋም፣ ኩመል፣ ሞልዖ፣ ዓየ፣ ኣውሒ፣ ኩርታዕ፣ ኹዕንቲ ከም ዘለዉ፣ ኣብ ግዜገ ክረምቲ ድማ መብረ ንኽህቡ ኪታ፣ ሽንጾ፣ ኩርታዕ መሮር፣ ሻምገ፣ ኩታ፣ ምጽምጽ፣ ተሃበብ፣ ከም ዘለዉ ካብቶም ካብ ዕዳጋ ዝግዝኡ ፍረታት እውን ዘይዘንፍ ጥቕሚ ክህልዎም ከም ዝኽእል መግለጺ ሃብኩም። እዋይ ሎማዓንቲ ሳኑስ ሓወይ ገለ ኢኻ ክትዛረብ ኣርፊድካ ኣንሕና ደኣ ወደይ ከምዚ ቁም ነገር ደለዎም ዶ ይመስለና ስጋብ ብሓጎይ ከምዚ ኢሉ ድሓስብ ዘሎ ሰብ ኣይመስለኒ ኣብዚ ዓዲ በል ንኹላ መዋዕልተይ ከምዛ ድበልካኒ ገይረ ክነግሮም እየ ተኾርሚየኒ በለት ብዕላለይ ተመሲጣ ዝጸንሐት ግምጃ ሓብተይ፣ ከምቲ ልሙድ ድሕሪ ምስሓቕና፣ ኣቦይ፣ ደገርም ጽዋ'ዩ፣ እምበር ኣየናይ ክኒን'ያም በሊዕና ኣበየናይ ሕክምና ኬድና ደኣ ተፈቲሽና ኢልካና፣ ንሱ'ዩ ምንሽልና! ድሕሪ ምባል ብፍላይ እዚ በዚ ዓዲ ጠሽን ደረቅ ቆንደሎ ድዓር ድኣ ደይ ካብ እንጌራ ድምረጽ እዩ ክብል ወሰኸ። ኣደይ ብግደኣ፣ ብቆልዕና ከለና ከምዚ ሎሚ ከይኮነ ረኣየኒ ምስ ኣጣል እንዳተደፋፋእና ካብ ዳዕሮ ፈትሉ ናብ ዳዕሮ ጉልሓይ ካብ ዳዕሮ ጉልሓይ ናብ ዳዕሮ ኣይትቅንጠብ ካብ ዳዕሮ ኣይትቅንጠብ ናብ ዳዕሮ በርሀ ክንብል ትፋስና ክሳብ ዝወጽእ ክንቀዳደም ኢላ ዝኽሪ ቁልዕነታ ጣዕሙ ቁሩፍ መረር ገለጸት። ይሰምዓኒ ከም ዘለዋ ድማ መረጋገጺ ኮነኒ። ሓምሊ እውን ልክዕ ከም ቁራፍ መሮር እዩ። ኣብ በረኻታት ዓድና መሊኡ እዩ። ብዛዕባ ኣውጊዕና ኢና። ሓምሊ ድማ ሓምሊ እዩ። ናይ በረኻ ይኹን ናይ መስኖ ድማ ትሕዝትኡ ኣይሰንፍን እዩ። እቲ ናይ በረኻ እውን ዝበለጸ ክኸውን ይኽእል እዩ። ምስ ዘይባህርያዊ ነገራት ጎፍ ስለ ዘይበሃል፣ ብቐንዱ ድማ ኣካል ሓቀኛ ሰብ ዝሰርሖ ርኽዑታት ዘይበከሎን ንጹህ ተፈጥሮኣውን እዩ። መብዛሕትኡ እዋን ኣብ ትሕቲ ከም በዓል ዳዕሮን ጨቖምጥን ዝኣመሰሉ ዓበይቲ ኣግራባት በረኻ ስለ ዝበቁል፣ እቲ መግቢ ዝኾነ ድኽዑታት ድማ ቀልቀል ሽንቲ ናይ ኣዕዋፍን ካልኦት እንስሳታት ዘገዳም ስለ ዝኸውን ጥዕንኡ ፍጹም ዘካትዕ ኣይኮነን። እረ ብዓይኒ ስለንፍልጠትን ሕርሻ ክረእ እንከሎስ እቲ ዝበለጸ ርኽዑ'ውን ናይዚ ነፍራ ጭሩ ምንባሩ እዩ ዝበሃል። እቲ ካልእ ወገን ድማ ኣብ ጽምኣት ኣዋርሕ ናይ ሓጋይ ከብትን ጠለ-በጊዕን ኣብ ትሕቲ ጽላል ናይ ዓበይቲ ኣግራብ ስለ ዘደደጉላ ብሽንተን ሒባኣንን ዓኾረንን ገይረን ድኹዒ እየን ዘብልኦ። ብፍላይ ሽንቲ ማይ ናይ ከብትን ጸለ በጊዕን እሞ ከኣ ሓለፋ ኩሉ ዓለት ድኹዕታት ናይትሬትን እተባህለ ኣዝዩ ኣስባሒ ዝኾነ ቀመም ስለ ዘለዎ ንሓምሊ ሳዕርን ማዕርን በረኻ ጽቡቕ ገይሩ ዘጥዕመሉ። ጥዑይ ዝበልዕ ሰብ ድማ ጥዑይ እዩ ዝኸውን። ኣደይ እውን ነዚ ፈሊጣ መስለኒ ንጉሆ ንጉሆ ሽንቲ ኣሓ እናኸፈተት ናብቲ ክረምቲ ክረምቲ ጉረምባ ተባህለ ዓይነት ሓምሊ ኣድሪ እትዘርኣሉ ምብራቓዊ ወገን ገዛና ዘሎ ንእሽቶ መደብ መሰል ከፈት መሬት ክትደፍኣሉ ዝርእያ ነቲ ናይ ደርሁ ቀልቀል እውን ኣኸኺበያ ናብ ዝጠቐስኩዎ ቦታን ናብቲ ኣብ ደርቁብ ዝበሃል ከባቢ ትርከብ ግራትና ነትወስዶ ብዛዕባ ዘርእስቲ ምስ ምልስላስን ምህብታም ሓመድን ዝቡል ንኡስ ዛዕባ ኣላጊበ ዝብሎ ክህልወኒ ስለ ዝኽእል፣ ንሕጂ ናብ ዝኽርታት መኣድና ክምለስ። እንታይ ደኣ ኣብዛ ዓዲ ጉዳይ ሓምሊ መሮርን ቆርፋንን ክትበጽሕ ዝሕልሕል ኢልካ? ለተብርሃን እያ ትሓተኒ ዘላ። ኣይ ኣይፋለይን፣ ንበረኻታት ዓድና ብሓሳብ ክኾሎም ጸኒሐ። በልክዋ እነሀልኩም ሕጂ ተመሊሰ ብምባል እውን ሓውሱ ዋዛ ገይረ ክቕጽል መረጽኩ። ንሓምሊ ሸበኒ፣ ሓምሊ ዓለም፣ ጊዶቦሉ፣ ሓምሊ ጭቖት፣ ኳዅቶ፣ ሓምሊ ኣድጊ፣ ብርነሃዮ፣ ሓምሊ ጉርጃ፣ ሻምቁቕ ምስ ህይወትና ዘለዎ ምትእስሳር ድማ ኣስፊሐ ገለጽኩሎም። ጽፋፍትን ዘይኣሕምልትን ባህርያውያን ዘይኣስባሕቲ መግቢ ጥራይ ዘይኰኑስ መድሃኒት እውን ምዃኖም ዘርዚረ ንስድራቤተይ የረዳእኩዎም። እባ ክሓተካ፣ ሻምብቆ ደኣ ሓምሊ ድዩ? ሓተተት ግምጃ ሓብተይ። እወ፣ ሂናይ ደኣ ሓምሊ ዘይከውን? ድሕሪ ምባል፣ ሻምቆ ብግዜ ሓጋይ እውን እንተዀነ ኣብ ገለ ገለ ቦታታት ናይ ዓድና፣ ክርከብ ይከኣል እዩ። ከምዚ ሓረግ መሰል ኮይኑ ኣብ ካልእ ገረብ ተሰቒሉ ዝዓቢ እሞ ዳስ ዝመስል ቅርጺ ዝሰርሕ ልሙዕ ቀጠልያ ሕብሪ ዘለዎ ሓምሊ በረኻ እዩ። ጉንዲ ገዲፍካ ቆጽሉ እናሸምጠጥካ ድማ ኢኻ ትሓምሎ። ስለዚ ብቕርጹን ኣተዓባብያኡን ኣተሓማምሎኡን ካብቶም ካልኦት ዝፍለ እምበር ውጹእ ሓምሊ እዩ። ኢለ ብርሃኹላ ንግምጃ ሓብተይ። ተሪፍኒ ዝነበረ ጉጅለ መግብታት እዞም ከም በዓል ሽኮር ዝኣመሰሉ ዝስተዩን ዝብልዑን እዮም። ንግዚኡ ድኹም ወይ ድማ ጥሙይ ምስ በልና ከም ጠዓሞት እንወስዶም እዮም። ቀልጢፎም ስለ ዝሓቅቑ ድማ ቅልጥፍ ውፅኢት ዝርከቦም። ምስ ወሰድካዮም ድኻምን ጥምየትካን ከም ቅፅበት እዩ ዝውገድ። ሓቒቖም ናብ ሓይልን ሙቐትን ንክቕየሩ ግዜ የወስደሎምን። ኣብ መልሓስካ ምስ ዓለቡ ድሮ ሓቒቖም ናብ መኣዛ ተቐይሮም ኣለዉ። መተዓሻሸውትን ክውገዱ ዘለዎም መሕመምትን ጥራይ ደኣ'ዮም። እዚኣቶም ምስ ጨው ሓዊስካ ብፍጹም እንተዘይተወሰዱ ይሓይሽ ኢለ ድማ ናይ መግብን ኣመጋግባን ኣርእስተይ ዓጸኹ። ኣቦይ ናይ ሎሚ ወግዒ መኣድን ኣይጸሎን። ኣንታ ሃንስ ወደይ እዛ ንኣስኳላ ክትከይድ ዝሓለምክዋስ ድሮ ፍረ ከተርእላ ግዲ። ሓድሽ ነገር ኣምጺኻ ጥራይ ደይኮነስ ነቲ መናባብሮና ወላ ጥምር ኣቢልካ ነጊርካና ዘኻኺርካናን። ንሕና ደኣ ወይለቦኻ ደይትም ኢልና ኢና ከየስተብሃልና ኢና ንገብሮ። በል ቅዱስ ኣማኒኤል ባዕሉ ልቦናኻ ክፈተልካ ንዓና ጥራይ ደይኮነስ እንኮላይ ንዓዲ ክትከውንስ ልዕሊ ኩሎም ሕደርካ ጸጋን በረኸትን ናይቶም ዝሓለፉ በዓል ኣቦሓጎኻ ቀሺ ኢያኣስ ወዲ ከንቲባ ዓንደ ይጋድፍካ ጸሎት ናይቶም ብንኡሳቶም ሰብ ኪዳኖም ምስ ብሞት ምስ ተፈላይኣም ካልኣይ ቃል ኪዳን የለን ኢሎም ምስ ስላሴ ዘለኣለማዊ ቃል ኪዳን ኣሲሮም ዝሓለፉ ቀዳሞት ወለድኻ በዓል መልኣከ ሰላም ኣባ ተኽለማርያም፣ ኣባ ገብራ መኣይ ኣርያም፣ ኢታይ ለተዝጊ፣ ኢታይ ቅዱሳን፣ ኣባ ገብረ ማርያም ብቐንዱ ድማ ኣባ ገብረ ማይራም ወዲ ከንቲባ ገብረሚካኤል ዋሕስካ ይኹኑ። ግርማውነቶም ይዕሰልካ ኢሉ እውን ንኣስማት ናይ ገለ ካብ ቀደም ሰብ ስምን ቅዱሳንን ዝኾኑ ወለድና ጠቐሰለይ። ብሓጎስ ኣቦይ ተሓጎስኩ። ተሓበንኩ። ዓቢ ናይ ቅኑዕ ኣረኣእያን ሓላፍነትን ከም ዘለዉኒ'ውን በርሃው ኢሉ ተራእያኒ። ኣብ ዓድና ብፍላይ ኣብ ከባቢታት ኩሉ ዓንሰባ ድማ ብሓፋሽ እዞም ክጥቀሱ ዝጸንሑ ሰባት ኣብ ናይ ምንፋስን ኣብ ናይ ስጋን ዕማማት ነቲ ከባቢ ኣብ ሓደ እዋን ኣብነት ናይ ጽቡቕ ተግባር ኮይኖም ዝነበሩ'ዮም። ቀሺ ኢያእስ። ወዲ ከንቲባ ዓንዱ በዓል ምላዛ ናይ ተዛሪቡ ዘስምዕ ሃሪሙ እውን ዘድምዕ ጉሩም ኣምበው ምንባሮም ቀቅድሚ ምምጻእ መንግስቲ ጥልያን እውን ለባም ናይቲ ዓዲ ከም ዝነበረን ኣነ ካብ ኣፍ ስድራቤተይ እሰምዕ ነይረ እየ። ልእሊ ኩሉ ድማ ብዋሕዚ ግጥሚ ዝዛረብ ናይ ቅነ ሰብ እዩ ዝነበረ። ልዕሊ ክእለት ኣሽሙር ከም ዝነበሮ እውን ይጥቀስ እዩ። ኣብታ ንታሪኽ ወለዶታት ህዝቢ ሓበሻን ተወፋይነቶምን እተዘንቱ ናይ ኣልቤርትሮ ፓሌራ እተባህለ ጸሓፊ ታሪኽ መጽሓፍ እውን ስሙ ተጠቒሱ ኣሎ። ሓደ እዋን ይብል ፓሌራ፣ ደግያት እማም ወዲ ራእሲ ሃይሉ በዓል ጸዓዘጋ ምስ ተረኽበ ሸሞንተ ከመርቕን ከላልን ንዓንሰባ ወሪዶም። ኣብ ዓዲ ናይቲ ፍሉጥ መዳራይ ናይቲ እዋንቲ ድማ ዓብዪ ዓዲ ምላዘናይ ዝነበረ ቀሺ እያስ ክበጽሕ ኸደ። ምስኡ ድማ ብዙሓት ዓጀብትን ዓቀይቶትን ስለ ዝነበርዎ ኣቐዲሙ እልቢ ዘይብሉ ወይብታት መዓር ነቶም ሸማምንቲ ክቕርበሎም ትእዛዝ ኣመሓላለፊ ነበረ። ቀሺ ኢዮኣስ እውን ኣብ ዋዜማ እቲ ዕለት መልእኽቲ ተቐቢሉ ነበረ። ደግያት እማም ከም ትእዛዝ ወላ እንተኣዘዘ ብውሽጢ ግን ንዘረባን መልሰ ተግባርን ናይቲ ፍሉጥ መዳላይ ቀሺ እያሲስ ይስከፎ ደኣ ነበረ። ዓድስ ተኣኪባ ደኣ ኣብ መተኣታተዊ መደረታት ናይቲ መቀበሊ ስነ-ስርዓት ወዮ ተፈረሐ ቀሺ እያኣሳስ ድሕሪ ብጾሎት ምጅማሩ ብቐጥታ ናብ ምርቓን ወደሳን ኣይኣተወን። ኣብ ክንዲ ከምኡ ካልእ ኣገባብ ደኣ መረጸ። ከም ተቐዲሙ ዝተገልጸ ቅድሚ ቀዳድም ኣብ ጾሎቱ ከም መራሒ ሃይማኖት፣ ንልዕልና እዝጋብሄር መስከረ፣ ህዝቢ ድማ ኣሜን ኢሉ ንምእዙዝነቱ ፈጣሪኡ ኣረጋገጸ። ወዮ ቀሺ ኢዮኣስ ግን ኣብዚ ኣብ ቅድሚኡ ኣፍጢጡ ዝጥምቶ ንዝነበረ ናይዚ ብብስጋ ጥራይ እትነብር ኣብ ምድሪ መራሒ ክበጽሕ ናብ ናእዳን ባርኾቱን ኣይጎየየን። ምኽንያቱ። ተቐዳዲምካ ኣይትንኣዶ ዳሕራይ ምሕማየ ከይእግመካ ንዝብል ዝተጻሕፈ ግን ኣብ ልብን ቀልብን ናይቲ ዘዕቢ ህዝቢ ብዝኽሪ ጥራይ እናተሰጋገረ ዝኸይድ ረቂቕ መጽሓፍ ልቦና እናኣንበበ ዝዓበየ ወዲ ኦሪትን ክርስትያንን እዩ። ሕሕ ኢሉ ጎረርኡ ብምጽራግ ድማ፣ ይምሃረነ ይስሃለነ ጽቡቕን ዝጠቅምን ኣዛርበኒ እዩ። እማእ ከኣ ሃገር ከተልምዕ እንተኾንካ ይሸሙኻ፣ ሃገር ከተጥፍእ እንተኾንካ ድማ ይሽሙሙኻ እየ ኢሉ መራቖ። ደግያት እማም ድማ ነዚ ስምዕ ምስ ኣበለ፣ እንታይ የልኩም እንታይ የልኩም ኣንቱም ቀሺ ኢያስ! የልዎሞ ከም ሰገጥ ምባል ሃገር ብሽመት ደጥፊ ደኣ ፎእዩ የለ ኣብ ተቀዲሙ ኣዚዝዎ ዝነበረ ገጸ በረከት እውን ዳግም ግምት ደኣ ገበር ዝደለኹሞ ሃቡኒ እኒ ፍቅድ ኣይደልን እየ ድሕሪ ምባል ድማ ካዕቦ መዓር ጥራይ ተቀበለ እዚ ኣጋጣሚ እዚ ኣልበርት ፕላራ ኣብ መጽሓፍ ኣስፊርዎ ኣሎ። ምርቓ ወላዲየይ እምበኣር ብት ሃባር ዝወጸ ዘይኮነ ኣብ ከምዚ ወዲ ከምዚ ዝተሰረተ ምርቓ እዩ ኣነ ውን ኣይጸላእክዎን እዞም ንምምርቓ ብወለዲይ ዝተመርጹ ሰባት ብሕማቕ ዝጥቀሱ ኣይኮኑን ኣርኣያ ናይ ኣብ ኪዳንካ ምጽናዕ ኣርኣያ ናይ ተዓጊስካ ምዝራብ ኣርኣያ ናይ ምእዙዝነት ንምድራዊ ንጉስ ምምእዛዝ ካብ ንልዑል ፈጣሪ ምምእዛዝ ከም ዝፈለ ኣረኣእያ ናይ ፍቕሪ ዓደቦኦም መቸም ኣረኣእያታት ኣብ ዘመናዊ ማሕበራውን ኣስተምህሮን ትምህርትን ዓብይ ቦታ እዩ ዝሕዝ። ከም በዓል ንጉስ ዘመናዊ ስነ ፍልጠት ሰር ኣይዛክ ኒውቶን ከም ሓሳቢ ካርለስ ማርክስ ከም ኣቴናዊ ፍላስፋ ሶቁራጦስ ካልኦትን ዝኣመሰሉ ውልቀ ሰባት ክንቀድሖም ዝደልዩ ብልህታት እዮም። መን'ዩ ከኣ ንዕኦም ክመስል ዘይደሊ? ኣየናይ ናይ ግዜን ሓሳብን ፍሉጥን ሰብ'ዩኸ ንስም'ዞም ዝተጠቕሱ ሰባት ከም ኣብነት ኣልዒሉ ብዛዕባ ከመይ ኣቢልካ ዕዉት ሰብ ትኸውን ኢሉ ከምዕድን ከተባብዕን ዝፍትን ዘሎ ኣይመስለንን። ንበዓል ኣቦይ ድማ ኣብቲ ክብ ኣተዓባብይኦምን ኣቃንያ ራእሶምን ከም በዓል ቀሺ ኢያኣስ ዝኣመሰሉ ኣቦታት ኣረኣእያ ልቦናን ግርማ ሞጎስን'ዮም። ጭራ ዝዓቕማ እያ ትሕጎም፣ ኣቦይ ድማ መቐጸልታኦም ክኸውን ተመንዩለይ ኣሎ። ህይወቶም ከም ዘለዎ ክድገም ዘይኮነስ፣ ካብቲ ናታቶም ሰረት ተበጊሰ፣ ኣብ ግዜየይ ድማ ምስዚ ሕጂ ዘላ ዓለም ዝኸይድ ቀሺ ኢዮኣስ ክኸውን ትምኒት ኣቦይ ከም ዝኾነ በሪህለይ። መኣድና ተለማሚጻ'ያ፣ ናይ ምስጋና ጸሎት ንምግባር ልክዕ ከምቲ ቅድሚ ምምጋብና ዝገበርናዮ ናይ ሽውሃትና ክፈተልና ጸሎት ሕጂ ድማ እኒሀልና ንዳግማይ ጸሎት ገጽና ማዕቲብና ኣራእስና ደፊእና ኣእዳውና ንላዕሊ ኣመልኪትና ኣዒንትና ዓሚትና ብመርሕነት ኣቦይ ነዚ በረከትን ሽሻይን ዝሃብካና ልዑል ፈጣሪ ምስጋና ይኹንካ ዝበላዕናዮ ድማ ንጥዕና ይግበረልና ከምዚ ናትና ንዘይረኸቡ ወገናት ድማ ከምዚ ናትና ፍጠረሎም ንቤትናን ዓድናን ከባቢናን ዓለምናን ብጸጋኻ ባርካ እናበልና ጸለና ብሓባር ኮይንና ድማ ተመስገን ኣምላኽ ጸጋኻ ይተውሕደልና ድሕሪ ምባል ሰለስተ ግዜ ኣሜን ኣሜን ኣሜን በልና። ኣቦይ ከምቲ ስሩዕ ውሉድ ክህነት ዝገበርዎ ስሩዕ ጸሎት ኣይከእልን እዩ። ንመንፈስ ናይቲ ስሩዕ ጸሎት ብልቡ ስለ ዝፈልጦ ግን ብኸም ዝጸለናዮ ኣገባብ ባሪኹን ኣመስጊኑን እዩ መኣድና ዝባርኸና። እኹል ኮይኑ እውን ዝስምዓኒ፣ እቲ ዘገድስ ብመንገዲ ምስጋና ባርኾትን ጌርካ ኣብ ልቢ ውሉድታትካ ፍርሃት እዝጋብሄር ምዝራእ ብኡ ኣቢልካ ድማ ነዛ ዓድን ነዛ ዓለምን ስግኣት ዘይኮና ፈቃራት ሓለይትን ቆልዑ ምዕባይ እዩ። ኣደይ ብነብሳ ብዙሕ ተዛራቢት ኣይኮነትን። ህድእ ዝበለት እሞ ካብ ብልሳና ብተግባር ብቋንቋን ኣካላን ለውሃታን ፍቕራን ተሓባባርነታን እትገልጽ ኣደ እያ። ተመስገንኩም ፈጣሪ ብምባል ድማ ነቲ መኣዲ ኣልዒላ ንውሻጠ ወሰደቶ። ለተብርሃንን ግምጃን እውን ኣእዳውና ክሕጽባና ናብቲ ኣብ ድሕሪ ማዕጾ ዘሎ ገዚፍ ጸሊም ዕትሮ ብምኻድ ማይን ነቲ ከም መሕጸቢ ኢድ እንጥቀመሉ ኣረጊት ሸሓነን ሒዘን ናባና ቀረባ። ኣነን ኣቦይን ድማ ሓደ ድሕሪ ሓደ ኮይና ኣእዳውና ተሓጸብና። ናይ ጠስሚ ነገር ጨና ስለ ዘይተርፍ ድማ ካብቲ ካብ ኣስመራ ሒዘዮ ዝመጻእኩ ሰማያዊ ዝሕብሩ ናይ ባኮ ሕርጭ ኦሞ ሒዘን ኣለዋ ኣእዳውና ብጉብእ ድሕሪ ምሕጻብ ኣቦይና ኣሓተይ ዕድመ ሃብክን ዘኽብረክን ውለዳ ብምባል መረቐን። እታ ዘኽብረክን ወለዳ ግዲ ክለቲኤን ሓሲባተን ሓውሲ ስሓቕ ጀመራ። ኪዳ ደኣ ተፋሊጥና ኣለና ከይተርፈክን ዶ ኢለ ድሕሪ ምውዛይ ድማ ናብ ውራየን ከብላ ገደፍክወን። ደሓን ንሱስ ንስኻ እንተ ተመሃርካስ ንዓና ናብ ውላድ ገጽካ ሰንዲኻና በለት ግምጃ ይግዳ ደኣ እዛ ርስቲ ከይተውዕለና። ሓዳር ንኸይተረስዕ እና ተሰኪፈ እምበር ብዙሕ ምበልኩ ግምጃ ብምባል ግን ቀልጢፈ ኣፍ ኣይለጎምኩ። ንምሸት ትኹነልና ብምባል ለተብርሃን እውን ሓገዘትኒ ከምኡ ድማ ኮነ። ኣነን ኣቦይን እናተመጣላዕና ብሓንሳብ ብድድ በልና። ንግዳም ገፅና እውን ኣንፈትና። ኣደይ ትላቓላቕ ስለ ዝነበረት ብዙሕ ግዜ ኣይነበራን ኣንፈትና ክትፈልጥ ብምባል ግን። ናበይ ናበይ ኢኹም ሎማዓንቲ? ክትብል ኩነታትና ኣጣለለት። ንድርቆ ኢና፣ ግዜ ስለ ደለና ሃንስ ክሳብ ዘሎ ኣቡዑር ክንጸምድ ኢና፣ ብምባል ኣቡይ ዝቕጽል መደብና ነጊርዋ። ጠዓሞትን ቡንን ሒዛ ኣጋ ግዜ ምስ ኣከለ ክትመጸና ምዃና ድሕሪ ምሕባር ድማ ናብ ውራይ ምልዓል ገዛ ደኣበለት። ነዚ ዝሰምዐት ግምጃ። ምሳይ ምዕላል ስለ ዘይምነዋ፣ ሃንስ! ሃንስ! ኢላ ድሕሪ ምጽዋዕ፣ እሞ ምሳኹም ዶ ክኸይድ? በዚ ናይ መስቆሎ፣ ሸሞል፣ ቀሸም መሸም ወይ ከኣ ዕምቂ ቁልቋል እንተ ረኸብና? ሓተተት። ስራኻ ትሳእኑ ከስተኻኽል ጸንሐ ኣቦይ ኣቓልቦኡ ስለ ዝተሳሕበ፣ ኣንቲ ቆልዓ ሓሚምኪ ድዮ? ቱት ክትብሊ ኣርፊድክስ ሕጂ ከኣ ከተጽምና ክትውዕሊ? ምሳና ክትከዲ? ሽሾሮ ንዝኾን ቆልዓ ዕላሉ እስኪ እንትኹን ብምባል ተቃወመ ኦይ ኣታ ኣቦይ ዲኣነ ደኣ ወደይ ምሳኹም ክኸውን ኢለ እምበር ደሓንበል ኣጓሃልኩም ብምባል ንሓሳብ ኣቦይ ተቐበለት ኣደይ እውን ንመስቀሎ ወገን ምኻዳይ ተቐበለቶም ምኽንያቱ

ንወገን ኩዳ ብዑር ክትከይድ ነገረታ። ኣነ እውን ኣደይ ትብሎ ዝነበረት ጽቡቕ ገይረ ስለ ዝተረዳእክዎ፣ ምስ ኣቦይ እውን ኣገደስቲ ዘረባታት ስለ ዝነበርና፣ ምእንቲ ክንብሕት ንግምጃ ሓውተይ ዘረባ ኣደይ ክትሰምዕ ከም ዘለዋ ኣእመንክዋ። ግምጃ እውን። ደሓን በሉ እኹነልኩም፣ ሰበይ ይጽላእኻ! ብምባል ኣስተማሰለት። ሕርኽርኽ እናበለኒ ድማ። ምሸጠ ጥዑሙ ክተዕልኒ ኢኺ ሃብሮመይ ብምባል ተፋነኹዋ። ኣቦይ ድማ ኣብ ቅድሚ ስድራ ኣይትጽናሕ እትብል ዝደጋግማ ጥቕሲ ስለ ዘላቶ፣ ኣካል ናይቲ ብዙሕ መምርሕታት ናይ መዓልታዊ ህይወቱ እውን ስለ ዝኾነት፣ ኣንታ ሃንስ ኣይተላማልማ ነዛ ቆልዓ። ኣብ ከምዚ ኣይተዋዝያ። ኣብ እዋን ዋዛ ዋዛ ጥዑም እዩ፣ ዋዛ ግን እንጌራ እየብልዕን እዩ። ሃየ ደኣ ወውራይና ንግበር ብምባል ሓው ስግስጽ ኣበለና። በዚ ድማ ምልልስና ምስ ግምጃ ደው በለ። ንሳ ንውሽጢ ገዛ ኣነን ኣቦይን ድማ ንግዳም ኣበልና። ክሳዕ ኣቦይ ዝቀራረብ ድማ ኣነ ዓድና ከመይ ከም ዘላ ክሪኣ ናብቲ ኣብ ልዕሊ ገዛና ዘላ ብልምዲ ጎንዑ ደይ እንብላ በረኻ እምኒ ደየብኩ።

ሓንቲ ዓባይ ወርሒ ብዙሓት ከዋኽብቲ ጽረ ናይ ጸላም መብራት ናይ ለይቲ ሽፋን ዓይኒ ቐንጢጦም ዝውግዱን ጸልማት ወርሕን ከዋኽብትን ናይ ጠፈር ፍጡራት

ብንፋስ ተነጺጉ ምስ ተደፍአ ደበና ተሰሊሞም ትሪኦም ክተኑ ብባና ክተኑ ናባና ሓንቲ ዓባይ ወርሒ ብዙሓት ከዋኽብቲ ጸረ ናይ ጸላም መብራህቲ ናይ ለይቲ ሽፋን ዓይኒ ቐንጢጦም ዝውግዱን ጸልማት ወርሕን ከዋኽብቲ

ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ ዋልታ ናይ ሓፋሽ ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ